ኣታው ባስቂልካ እባ ዘውር ዋይ ዋይ ግምጥል ዋይ ግምጥል ግምጥል ኣታ ተሰቢጥኩም እምበኣር ስቕ ስቕ ደኣ በል ስቕ ንመልሃሲ ሰብርጉም ሰብርጉም እዋ ኣንታ ኣንታ ኣንታ ኣይላሚ ጎድሾ ንነብስኻ ኢኻ ዘይትኸውን እምበር ንሰብ ደኣ ትኸውን ንሰብ ደኣ ትኸውን ወዲ ሓራም ኣይላ እናዓርከይ ቀኒዓቶ ቀኒዓቶ ስፒኪር ዝኾነ ብላንታ ኣንታ ኣብዚ ስምዒትና ተእትውና ኣለኹም ኣታ ኣንታ ኣንታ ሳሚኤል ዓርከይ ምዃን ተጨኒቑ እንዲውዒሉ ከዓ መስኪናይ ተጨኒቑ እንዲውዒሉ ይግቦ ይግቦ እዩ

እንተኾይነ ግን ኣነ ሲንግል ኮይነ ሲንግል ኮይነ ክነብር ማለት ድዩ ብዓይ ትመስለኒ ድሕስ መቐረት ይርዓልፈኒ

ኣየ ወሓድክያ ዋላ ኣነ ከማን ኣብዚ ክወርድ ይገብር ክንደይ ድዩ ታሪፍካ ማረ
እቲ ታሪፍ ደኣ ወሱ ግንሲ ልዕሊ ታሪፍ እንዲ ክትሪፍሪፍሪፍሪፍ ክትብሉ ፀኒሕኪ ቁሩብ ናይ ምቾት ከማን ኣይትውስኽልና ወላ ዓሰርተ ካልኣይቲ ዛይድ ኣይትውስኽልና

ኣንታ ኼባዕ ኬባዕ ኼባዕ ተወሪዱ ኣንታ ከምዛ ተኸታታሊ ፊልም በር ገይርዋ ድሕሪያ ወሪዱ እዋ ቀፂሉ እዋ ግዳ ሓኒቕናዕካ እምበር ብሰንክኻ ሉዘር ወሲድና ኣለና እታ ኬባዕ ኬባዕ ኬባዕ ቻው ሰሊጥካ ይኹን ይኹን ኩሉ ሓደ ኣታ ሓርማዝ ክበልዓና ዩ ሓርማዝ ሓርማዝ ደንጒናዮ እድውል ኣሎ ሓርማዝ ሓርማዝ ኣበይ ኣሎ ሓርማዝ ሓርማዝ ሓወይ ቀሪበ ቀሪበ ኣብ ጥቓኻ ኣለኹ ኣነ ኣነ ወጣም እንዴ ኣነ ዘይስርሐይ እንዴ ዝሰርሕ ደሓን ደሓን ካኾይፈከ ሓርማዝ ዓርካ ኣይተብል እንዶ ጀኻ ኣብዛ ጥቓኻ ኣለኹ እዛ ጥቓኻ ኣለኹ በቃ ሓርማዘይ እሺ ሓርማዘይ እሺ ዝዓርከይ እንታይ ደኣ እሞ ንዓኻ በዚ ብቶስ ዝኾነ ሕጉስ ነዚ በዚ ሕርማ ኸነ ሕጉስ ይኹን ይኹን ኣየናመክ ነብስኻ ዘይትኸውን ትሩፍ ይኹን

ኦይ ነዚኣስ ግርም ባቆብ ኣቢልክያ ክስታይ እኮ እዩ ከም ኣደን ጓልንሲ ቅድም ባዕልኽን ክትመኻኸራ ኢለ እንድየ ሓሲበ ካብ ዘይኮነለይ ግን ደሓን ባዕለይ ዘይነግረኪ ኣንታ ባባ እዚ ኩሉ ኢልካ እዚ ኩሉ ክትብሎ ጸናሕካ ቀደም ኢልካ ንምሃለኻ ኔርካ ቀልጥፍ በጃኻ ኢለካ።

ተኽኢልክስ ንዑ እባ ፅቡቅ ጌርክ ተቐብል እዩ
ጋሻ ድዩ ካብ ኤርፖርት ማለት ድዩ ደክም እንዴ ደኣ ጋሻ እኳ ኣይኮነን ግን ጋሻና ከዓ ኸውን ንቁም ነገር ዝደለየክ እዩ
ኣይሰረዳን ባባ እንታይ ማለት እዩ ደሓን ደሓን ወዲ ወረደ ዓርከይ እንድዩ ንቁም ነገር እዩ ደልየኪ ዘሎ ሕጂ ጽቡቅ ጌርኩም ትላለዩ እቲ ዝተረፈ ቀስ ኢልና ንሪኦ። እዋእ ባባ ሓወይ ኣነ ሕላፍ ሰዓት ዕላል ኣይፈቱን ኢለካ ምስ መዓቢኻን እንዲኻ ደሓን ግን ኣቦይ እንዲኻ ንመን ክበካ ሕጂ ግን በጃኻ ኢለካ ጽባሕ ክድውል እዩ ክረኽቦ እየ በቃ ቻው
ዋ ኣቲ ኣቲ ኣቲ ቅድም እባ እሞ ተረድእኒ

ኣነስ ተረዲእኪ ደኣ ግርም ቀልጢፉ ተረዲእኪ ደኣ ከመይ ኢሉ ኢለ እሞ ደቅስ በል ደሓን ደቅስ ደቅስ ደሓን ደቅስ ሰብ ኣምሲሉ ገለ እንዲህ ሰዲድለይ

ብገዛእ ፍቐደይ ንዓይ ብልዓኒ እንታይ ብምንታይ ኻ ክጅምር ትተስኸበ ያሉ ተወስዱ ኣርጉማት በሊዑ እሞ ገድ ሕጊ ምድላይ ሓርማዝ ግዳፍ ግዳፍ ግዳፍ ሓርማዝ ግዳፍ ግዳፍ ግዳፍ ሓርማዝ ነፍሲ ወከፍ ዛንታ እዞም ዝስዕቡ ባእታታት ክህልዎም ይግባእ ካራክተር ኮንፍሊክት ስቴክስ ኤንድ ሳክሪፋይስ

ምህረይ ኣቦይ እንድዩስ መቸም ቀብሪ ፀኒሐ ሽብላ ትኾኒ ናይ ምንታይ ቀብሪ ዘመምህረይ መደጎዲልና ኢዳ እስከ ፅናሕ

ሓፂሩስ ገፅን ወረቐትን ክፈላለይ ከኣልኩን ዝብል ዘሎ ኣስናን ግን ኣስናን ዋና ታክሲ ትኹን ሰብ ተሃሪሙ ስሰሓቕ ሰብ ተሃሲዩ ስሰሓቕ ኣንተ ኣምላኽ ኣቦይ እዚ ሰብ ግን ከመይ ኢሉ እዩ ጨኪኑ ዘሎ ስሚንተኛ ሺህ በፂሕና ማለት እኳ እዩ እውይ መምህር ግን ግን እዚ ወዲ ርእሱ ሕማቕ ኣሎ ኣብ እቶስ ዘለና ኮይኑ ኳ እዩ ዝስምዖ ነይሩ።
ኣታ ኣታ ኮንኩም ኣታ እንታይ ኢኹም በብኣፍኩም ዘዝሃበኩም ዛረቡ እንታ ኮንካ ዘይተኣኽለኩም እያ ክትፈልጡ በሉ እዚ ሰብኣ እዩ ሰብኣይ ሰብኣይ ሰብኡት ሰብኣይ ንሶም እዮም እንታይ ከም ዝኾንኩ ዘይፈለጡ ዘለዉ እምበር ንስኻ ጥዑይ ጌርካ ፈሊጥካ ኣለኻ ትፈልጥ ድሓን ግን ኣይ እንዲኻ እሞ ዳንኤል ኣቤት ሰቲኹም ተባኢስኩም ዲኹም ውሪድና ካብ መዓስ
ካብ መዓስ እንታይ ካብ መዓስ
መምህር ጥዑይ ጌርካ ትፈልጦ ዲኻ እንታይ ደኣ ከም ብፁእ ጌርካ ትገልጾ ኣለኻ ከምዚ ኸ ፅዩቕ ኣለዋ ድዩ ዝሃገር ክትፈልጥ እዚ ሰብ ኣይኮነን ሰብ ኣይኮነን
መሰል ሰብ ሓሉ ላሜክ ሰብ ተዘይከውን ደኣ ከመይ ገይሩ ጥራዝ ተሸኪሙ መጺኡ ኣብዚ ክላስ እዚ ይመሃር ኣሎ ኢልካ ትሓስብ ወይ ድማ ንነብስኻ ሓውሳ እሞ ኩላትና ሰባት ኣይኮንና በለና ኣታ ወዲ ኣታ ወዲ ስቕ በልስኻ ኩላ እዛ ጉድካ ኣብዛ ቅድሚ ኩሎም ክላስ ከየውፃእካ ከለኹ ስቕ ከኣለለይ ኣብካ ሕዘለይ መምህር እኮ ኢልካ ዳንኤል ግደፎ ኣንዙ ይኣኽሎ ምሳኻ ክዛረብ ካብ ቁስሉ ከይረክስ ርኽስቲ መራኽስቱ ደሓን ደሓን ሕጂ ርኹሳት እየ ርኹሳት ሓቅኺ ኢኺ ስቕ ኣብልዮ እንተዘይኮይኑ ግን ኣብ ርእሲኹም ኣለኹ ርኹሳት ርኹሳት እየ ርኹሳት እስኹም ትበሃል ንዓይ ደሓን ደሓን ላሜክ ብዛዕባ እዛ ናይ ማህረምትኻ ኣብ ትቕፅል ክላስ ፅባሕ ክትነግረና ኢኻ ስለዚ እቲ ዕላልን ትምህርቲ ናይ ሎምን ፅባሕ ይቐፅል ወዲየ ኣለኹ ተኸታታሊት ፊልም ኮይናስ ሕጂ ከዓ ጉዳይ ኔክስት ክላስ ክንቅፅሎ
ሃሎ ሎ ኣብዚ ክምቅርቲ መልሓስ ክትቀርቀር

እዚ መንደቕ ዲኻ ተጋጨኻ? ኣታ ስቕ በል ኣታ ስቕ በል ንዓኻ ጸፊዐ ከየጋጨወካ ምስቲ መንደቕ እንታይ ገይረካ ኣነ ድያ ሃሪመካ ስኻ ስኻ ታሃር መንደቕ ካልእ እንዲ ምኾነ ነይሩ ትርእስቲ ሰሚዕካ ኣለኻ እዛ ርሳስ ትመስል ነብስኻ ጉርሻ ቢለት ድዋዕ መበልኩኻ ነይረ ፈለጥካኒ ናለኻ ላሜክ ጥዋዕ ከብለካ ንኻልኦት ኢና ደይ ንኸውን እምበር ንባዕል ንዓ ክንጠባበቕ ደኣ መባእ ከብለካ ጠበቕ ጠበቐ ጠበቕ

ታክሲ ድያ ከተጋጫ
ሓደ ዘስተንፍስ መንደቕ እምበር ገጭኒ ዘስተንፍስ መንደቕ እንታይ ማለት እዩ ዘስተንፍስ መንደቕ ስምዓኒ ኣነ ብሰንኪ ዘበጠለን ዳንኤል እንዲ ከምዚ ኮይነ ዘለኹ ደሓንካ ክርእየኒ እዩ ኣሃ፣
ዳኒ ድሃሪሙካ ምሽ ዶ ደኣ የዕርኹ ነርኩም ኣታ ሰብ ከመይ ዝኸውን ዘሎ ወደይ እደ ዕርክነትና ምስ እንታይ ኮይኑ ወደይ ሰኢሉ ከምዚ ዕምሪ ሃመማ ዕምሪ ዶ ይብሉ እታ ጸጥ ኢልካ እንደ ስምዓኒ ሓሪቐ ፈረጥ ከየብለካ ሕራይ ዋ ዳንኤል ሃሪም እንደ ኮንካ ክትብል ጸኒሕካ መን ከምኡ ኢሉ ኣነ ከምኡ ኢለካ ኣነ ከምኡ ኢለ
እንታይ ዲኻ ደኣልካ ኣታ ኣነስ እምበር ዶ ትግርኛ እየ ዝሰምዕ እንታይ ክትሰምዕ ስኻ ደኣኒ ሕጂ ስምዓኒ ኣነ ተበዲለ ኣለኹ እብለካ ኣለኹ ተበዲለ ኣለኹ ስለዚ ሕነ ክንፈዲ ኢና ሕነ እወ ሕነ ነዛ ነገር እዚኣ ብሰላም ኣየ ደቅሳን የብለካ ኣለኹ ሕነ ክፈዲ ኣለኒ ኣሃ ኣጆኻ ኣጆኻ ኣነ ንዓኻ ደይኮ እንዴ ነቲ ዳንኤል ክቋየቐልካ ዝሃደልያ ክዘርየልካ ምሽ ኣጆኻ ኣይ ስኻ ልዛይ ካደይ ጸረካ ቆልዓ ደኣ ንዓይ እንታይ ክዘርየለይ ሕጂ ስቕ ጥራይ በል ዝበልኩኻ ክትገብር ኢኻ መን ቆልዓ ኣንታ ስቕ እንዶ በል ስቕ ሕሙ ሕሙ ሜ ሕሙ
ግረፈኒ ግረፈኒ ከዓ ስኻ ትኣልየለይ

ኒኮ ሪካል ሽኮር ከመይ ሰላም ደሓን ዶ ተኮይሉ ኣኹም ይገብር እንታይ ሞ ገብር ንዓይ ክመስለኒ ይኽእል ቁርብ
ላሜ እንታይ ከም ዘጋጠመ ፈሊጡ ዶ
ኣይፈለጥኩን እንተኮይኑ እዩ ዝነፀለ ስልጣነ መሲሉ ዘሎ እንታይ እሞ ፈሊጠ ትማሊ ብሓንሳብ ከለና ኢና ገዲፍና ይመስለኒ እንዲዒ ምናልባት ብድሕሬና ዝኾነ ሓደጋ ኣጋጢሞ ከይኮን እምበር ንሕና ፅቡቅ ኢና ፋናይ ነጊርካ ድዩ
መን ንዓይ ኣይነገረንን ምናልባት ስኢድ ምስቲ ታክሲስታ ገለ ምዃኑ ናይ ምሸት ኣትዩስ ድቃስ መፂኦ ከይከውን እሞ ወይ ኣብ ገረ ወይ ኣብ መንደቕ ተጋጭ ከይከውን እየ ዝሓሰብ ኣብዚ ምሳና ከሎ ስለምንታይ ንግምት ኣለና ዓርክኻ ደይኮነን ኬድና ዘይንሓቶ ኖኖ እሱ እኮ ኣገዲስኒ ይኮነን ንዓኺ ዝነግረኪ ዘለኹ እሞ እንታይ ደኣ ደሊኻኒ
ምናልባት ምብፃሕ ዘገድሶ ተኮይኑስ ብሓንሳብ ክንበፅሖ ኢለ እየ ዝሓተኪ ዘለኹ ንመን ክንበፅሖ ንላሜክ
ላሜክ ካለ ላሜክ ኣለና ድዩ እዚ ንፈልጦ ላሜክ ዶ ኣይኮነን ኦ ኣዚ እንተበፃሕናዮ ስታይ ጌጋ ኣለዎ ወዲ ክላስና እዩ ሓውና እዩ ከመይ እዚ ሓሳብ ማዕረ ቅድም ገዙ ደቅሶሙ ሻኼና በፅሒ ኢና መጓሂቲ እዩ

ግዜ ጥራይ ሃብኒ ኣብ ልብኺ ኣትየ
ዋይ ኣቲ ቁሪ ምድርስ ገዛና ዘይንኸይድ ግን ኣቲ ተየርናኪና ቁሪ ምድሪ ግን ገዛና ዘይንኸይድ ኩሉ ግዜ ሻይ ዋ
መዓስ መዓልቲ ከፊላ ትፈልጥ እያ ስክበሪ እንደላ
ግን ክሓተክ እንዶ መዕለሊ ኮነና ኣትንታይ ኮይኑ ግን ዝወዲ
መስኪናይ ክዳን ገይሩ እዩ ዘደናግረና ዘሎ እምበር ጥዕና ትወሓሓዱ እያ ምስኪናይ ክደንግፀካ
ምስኪናይ እንታይ ክትብሉ እንት
ክሓተ ክንዶ ግን ሓቲትክ ነይሩ ድዩ እንታይ ኢሉ ሰዓት ክንደይ ኮይኑ ኢሉ ጓለይ ተራኹን ክስኽ ካብ ሳራ ትገድኒ ከመይ መጉእ ዝቀጥክንቲ እንታይ ማለት ክኢላ

ሕራይ እንታይ ተረዲክ እስከ ሕጂ ብዛዕባ ኣንን ሚካለይን ክነዕሎ ዝቐነናስ እስከ ሓቀኛ ዝኾንክ ሕጂ ንገርና እወ
ሓሳብ እንዶ ፅንሒ ስኽኻ መልሰላ እንደ ፅንሒ እቲ ብኣሞ እቲኣ ኮፍ ኢልና ክነውግዕ ዳንኤል ንሚካል ብዓይኒ ፍትወት ጥምታ ነይሩ ሓሳዊ
ኣቲ ከመይ ጌርክ ተፈሊጥክዮ እው ብእውነት እዚኣ ብግምት እዩ ከምሽ ሳራ ሓተይ ንገርኒ ደሓን ኣይኮነትን ሳሪ ካብ ዓይንና ይኽንቢብክያ ሓቀይ ሳሪ መስተውዓሊት እንዲኺ ካብ ዓይንና ኢኺ ጠሚትኪያ ነገራት ካብ ዓይኒ ቆብ ኢኺ ተብልያ እንታይ መፂእኒ እየ ብግምት ተዛረብኩ ከመይ ደኣ ብገመት ተሓነቐ እምበር ካን ኣእምሮ ዘይብልና ጌርክን ኢኹን ትቖፅራና ኣንቲ ሳራ ሓፍተይ ኣንሕና እኮ ብካልእ ኣይኮነን ኣነ ድኻም ኣለኒ ትፈልጥኒ ኢኺ እዚ ኩሉ ዕላል ተመሊስና ክንዕለኪ ብጣዕሚ እኮ ዘሰልችወካ ብኸምኡ እዩ እምበር ብካልእ ኣይኮንኩን ሳራ ሓፍተይ ብጃኺ ደሓን ደሓን ሳሪተይ ሽኮር ተረጋጊ እሞ ሎማዓንቲ ማኪያቶ ናባይ ሃረ
ብማክያቶ ትሓልፈልኪ ከይመስለኪ ሚካል። እዋ ማዕረየ ጭሩ ብዓቕማ እያ ትሕጎም ሽኮሪና እንተኾንኪ ደኣ እስኺ ከገዛኺ ቡን ዘይተስትይና። ዋይ እዚ ቀሊል ሚካል ሓብተይ ጥራይ መጺ እቲ ብኢድና ደሎስ ሰይጣን ኣይክኣሎ። ኣነ ሃምሳ ክመጽእ እየ በሊ። ኣይ ክሳብቲ ትስኢ ተርክብኒ ክንበር ተርኪብክስ ምጺ።
ወይ ዓዘራ።
ኣረ ማዕረ

እንታንካ ካብቲ ገዲፍካ ንመፂኻ
ገዲፈካ ተዚ ገድፈካ ደኣ ካብዚ ወግሐ ፀብሐ ደድሕረ ዝመፅእ ዘሎ ሽግር ዘይናገፍ ተኣልየለይ ሕጂ ተኣልየለይ ምሳኻ ዘራኽብ ዝበሃል የብለይን ሰላሕ ኢልካ ኪደለይ
ደሓ እንዲኻ እንታይ ኾንካ ደኣ ደሓ እንዲኻ እንታይ ኾንካ እንታይኻ ኾንካ ሕጂ እዩ ዝሕተት እንታይ ከም ዝኾንኩስ ሕጂ እዩ ዝሕተት እሱ ክሓተካ እንደ እሞ ዝመፅእ ዘለኹ ዋንታ የጋጢምካ ምሽ ትማሊ ቤላ ፅቡቕ ትማሊና ኬፍ ነይሩ እሞ ጽቡቕ ዘይገበርኩም ንስኻ እንታይ ደ- ስ- ዓካት መሓዛኻን ጽቡቕ ዶ ጌርኩምን ኢኹም ንዓይ ኣነ ዓርከይ ሰሊጥዎ ይሕጎስ ኣሎ ይቀዛዝ ኣሎ ይኽየፍ ኣሎ ካብ ሰላም ብሰላም ተገላጊሉ ስለዚ ይከየፍ እስከ ኢለ ብኻልኣይ ማርሻ ሸተተት ሸተተት እናበልኩ ይኸይድ ንስኻ ግን ንዓይ ጉድጓድ ትፍሕረለይ ነርካ ብስ- ጉድጓድ ጉድጓድ ወ
ከመይ ገይረ እታ ስኻን ንዓኻ ጉድጓድ ዝፍሕረልካ ደይከውን ፍሒርካ ኣለይዎ ካብዚ ላዕሊ ጉድጓድ እንታይ ክትፍሕረለይ ደሊኻ እንታይ ኣለካ ዘይናትካ ንብረት ዘልዕል እንታይ ኣለካ ዘይናትካ ንብረት ዘብልዕ

እዋ ኣንታ ኣንታ ኣንታ ጸይላሚ ክወድሾ ንነብስኻ ኢኻ ዘይትኸውን እምበር ንሰብ ደኣ ትኸውን ንሰብ ደኣ ትኸውን ወዲ ሓራም ኣይዳ እናዓርከይ ቀኒዓቶ ቀኒዓቶ ዋይ ዋይ ዋይ እዛ ስቤኬዳ ከምዚ ከነብላ ኣንታ ኣንታ ዘይስምዒትና ተእትውና ኣለኹም ኣንታ ኣንታ

በል ምሳኺ ብፅሒ ኢለ ርእያ ክመፅእ እ እዋ ይሄ መሓዛኣ ማለት መሓዛና እንድዩ ከይ ሕማም ካረስ ንትብል ማማ ኣነ ብቃ ስምት ኢለ ከይደ ክዕርፍ ገዛይ ዝሓፍተይ ትኽ ዘለሊ ከይ ሕሙም ብፅሒ
እና ሚካል ሃብተይ ከመይ ደኣ ገይርዋ
ሞይታ ከለኹ ትኻሪ ዝኾን ክድዕና ያርክ ሃሎ ዋ ናይ ምን ደኣ ክትከውን ደሊኻ መን ኢኻ እንተ ከመይ ደኣ ገይርዋ?
መድሃኒት ዘይብሉ ሕማም እዩ። ትጽንሒ ዘይሎሚ ሰሊጥዋ ከይዳስ ኣሃ መልእኽቲ ድዩ ባባ እኮ ነጊርኒ ነይሩ ኣበይ ኣለኻ ገዛ ከይኣተኹ ከሎ ክረኽበካ በል ቅልጥፍ ኢልካ ንገረኒ መዓልቲ ረኣኻ ምንታይ ክትፈልየሉ ኢኻ ዋ ባባ ግን እኮ ጽባሕ ክድውለልኪ ኢልኒ ሞርኸበኒ ተዓንቂ ፈሬት ትራቲ ተዓንቂ እስኪ ኣበይ ኮንካ ርኢኻኒ ድኣ እንታይ ዶ ዝወዲ እንታይ ኮይኑ ክረኽበኪ ኢልኒ ርኸበኒ ተበልክዎ ከዓ ኣብኒ ክረኽበኪ ኢሉ ዶ ኣይኮነን ደው ኢሉ ተዋይ ድዩ

እንትዒ ዝዝክሮስ የብለይን ኢዳ ሰላሚ ስኽፍክፍ ኢልኪ እናስ ሕደሪኺ ዲኺ ስኽፍክፍ ዝበለንስ የለን ግን ነዛ ዕድል ተጠቂምኪ ኣብ ልዕሊ ሕነ ክትፈዲ ዘለኹ ኮይኑ ስለ ዝተሰማዓኒ
ኢዶ ትብል ሳሪጓ ክላሰይ

ኣጆኹን ሰላመይ ኣጆኺ እመንኒ ናይ ብሓቂ ድሓርካ በጃኺ ኢላ እዚ ህይወት ክቑርብ ላዛ ግበርሉ ካብ ስራሕ ንገዛ ካብ ገዛ ንስራሕ ካብ ገዛ ንስራሕ እንታይ እዚ ቁርብ በጃኺ ፍኹስ ክብለኪ እዩ ስኢኪ ብ ጭንቀት ኣይትንበሪ ስቕ እስከ በሊ ብፍቕሪ ለዘይ ዘይ ኢለ ዘለኹ ሰበይ ከርክበሉ እዩ ካብ ክላስ ምስ ተፈደስኩ ክድውለልክ እንዴ ወላ ምስተን ደቂ ክላስ የሻሃት ሰት እዩ ጽምዋ ከዓ ሕሱም እንድዮም ሕሱብን ዘይሕሱብን ክትሓስብ በቃ ኣብ ጸልማት እዩ ዘንብረካ
ሚካሌ ዋ እንታይ ዓይነት ትምህርቲ ዲኽ ትመሃሪ ዘለኺ ኣነ ከም ዝፈልጠኪ ከምዚኣ ዓይነት ልቦና ርእየልክን ሰሚዐልክን እየ ዘይፈልጥ
ሰላመይ ኣፍ ኣፈይዶ ትዛረብ ዋላ ትሰምዒ ፅን ኢልኪ ስለ ዘይሰማዕኽኒ እምበር መፅሓፊ ኣይበርበርክንን ማዓረይ ከይደ ግዳ ክዕርፍ ማክስዮ ስብልክ የለካ

ካብ ምሒር ናፍቖት ዝዓይነይ ስእለ ክኸይሉ ካብ ማሕሳብ እዚ እዋን ኣብ ገዛ ክትርከብ እንዲ
ኣሃ ከምኡ ዲኺ እንድዒ ሳራ ዓይነይ ሽወያ እንዲያ ርእሰይ ተጸሊኣትኒ ኣሰይ ዕልልልልልልልል ዶ ክብላቲ ወይ ተመስገን ተመስገን ፈጣሪ ቋዕ እዚኣ ረኣኸኒ ዋቲ ጥዑይት ዲኺ እስኺ ርእሰይ ሓሚሙ እኮ እየ ዝብለኪ ዘለኹ ኢሂ ርእሰይ ተቖኒነ ዝብለኪ ዘለኹ መሲልኪ ክንዲዚ ትዕልሊ ወላ ተትቑነኒ እውን ከምዚ ገይረ ይመዓለልኩም ነይረ ዋይ ሰሰነየ መዓረይ እንቋዕ በል ብሰላም ሓመምኪ መታን ገዛ ክተምፅኢሲ እንቋዕ ሓመምኪ ተመስገን

ተረኺብኪ ኣቲ ማሕስእ ኣቲ ማሕስእ ዓጢቕልኪ እየ ዘለኹ ናባኺ እየ ናባኺ እየ ታክሲ
ታክሲ

ገለ ጠብላዕታ ከም ዝገበርኩልኪ ርኣ መዓስ ጠፊእኒ እንታይ እልካ
እዚኣስ ከኣ ብሓደሽ ፍልስፍና ዘይዓፍር ድሙ
ከመይ ኣስናንኪ ኣስናን ኣደይ ደሃብ ትኹን ዕንጭራር ዕንጭራር እያ ዕንጭራር
ክገርመካ የእምሮይ ብምህር ሓሳባት ቦታ ፅብብ ኢልዎ እዩ ዘሎ ቦታ ረኪበስ ከዓ ብዛዕባካ ክሓስብ
እዚ ኩሉ ዓብ ርእሲ ሒዝክስ ንዓይ ድኸውን ንእሽተይ ቦታ ስኢንኪ ማለት ድዩ? ገጂፍ እዩ ርእስኺ ድዩ ይበሃለኻ? ዋ ገጂፍ ከማን ክንእሶ ክገርመኪ ከማን መጀመርያ ርእይ ከብለኪ ከለኹ ርእሲ ይመሰለኒ ነይሩ ከምዚ ገለ ዕትሮ ገለ ተሰኪምኪ ዘለኺ ከምኡ እዩ መሲልኒ ነይሩ እሂ ሸቃቲት በለስ ድየ ደሓር ከዓ ድስከም ተለ ንስኻ እንታይ ክትሰርሕ ኢለ እየ ርእሰይ ዝተሰከምኩ
እሱስ ሓቅኺ ክገርመኪ ርእሲ ከማን ናይ ክልተ ሰብ እዩ ምናልባት ሚኒስትሪ ጥዕና ከማን ከይረኽቡ ክጥንቅቕ በሊ ናይ ማንታኣ ርእሲ ካልኤቲ ሒዛ መፅያ ኢሎም መጥባሕቲ ከይገብሩልክ ጥንቃቐ ከድልየክ እዩ ዋ ኣታ ንዓባ ተነገፍ ካብ ርእሰይ መን ኢሉ ይኽለ ኢሎም ማዓንቲ ኢ ቁማል ኮይነ ድየ ዝረኣየክ ዘለኹ ጌረ ቁማል ከማን ካባኻ ፈሪ ጭብ ኣውርደንን ዓውርደን እዚ ንዓውርደኒ ሰከፊ እታ ትደልያ ከብፅሓኪ ዋ ኣብዚ ሕማመ ከይተብፅሓኒ መጓይቲ ሓሪቐ እኳ ይፈትኒካ ላኒ ጸገም የለ ኣውርደኪ እንዶ ግን ኣይተረቕዩ እኮ ሓፍተ
እንኩራይ ጻጸ
ተደለየ ክፍኣት ላበይ ካብ ሰለ ይገድድ ንዓኺ ነቲ ዘበጠለንን መዓልትኹም ተጸበዩ ጌና እዚ ሕጸ እዩ መርዓ ኣራኽበና ምሳኺ መርዓ ኣራኽበና ኣድማስ ብሰ ሓደ ሓደ
እዋይ ዳግመ ምፍጣር ክበሃል ኣንት ሰሰነ ካብ ዝመፅእ ንፈለማ እዋነይ እንዳሰብኩም ዘለኹ ተረዲኡ እምበርከ ዳምታይ ኮይኑ ዶ ክስማዕካ ኣሎ
እንዴ ሕልምልምልምልም እዚ መንደቕ ፂፅፅፅፅፅፅ ዝብለኒ እዚ መጋረጃኻ ገለ ድምፂ እዩ ዝገብር ካብ ምሕር ፀጥታ ንፋስ ክዕልል ሰሚዐዮ ሰሰነይ። እሞ ንክልቴናስ ላይብረሪ ዝቐነነ ኮይኑ እዩ ክስምዓና ቐንዩ በልኒ። ወይለይ ወላ ንዓኺ ድጨሚኪ። ኦ ክኣቲ ክወፅእ ጥራስ ሒዝኪ ቕኒን ሙሉእ መዓልቲ ዘይለመድክዎ ኮይኑ ቤት ንባብ ኮይኑ ተሰሚዑኒ። ኣይ ሰሰንስ ከዓ ዘረባ ክጠፍኣኪ። ሕጂ እንዶ ግዳ ቁም ነገር ነዕልል። ቁም ነገር እንዲና ነዕልል ዘለና እንሽኸ። ክብለኪ ዝደለኹሲ ካብዚ ዘለኽዮ ናብራ ዛርት ዝኾነ ህይወት ካብኡ ወፂኽስ መዓስ ኢኻ ሓዳር ክትገብሪ? ኢዶ ትብሊ ባዕልኺ እንታይ ኢልኪ? ወይለ መዓስ ኢኺ ትምርዕው ቢልክስ ርግእ ትብሊ። ሕጂ ክርጋእ ስኢነ ኢለኪ ድየ? ድሓር ከኣሲ መን እዩ መርዓ የርግእ እዩ ዝበለኪ? እንታይ ምባል ደልየሉ ባዕለይ ፈሊጠዮ እንድየ ኣለኹ። ደሓር ከኣ እዘን ደቂ ከተማ በይንኻ ምኻድ ኣፍርሓክን እዩ ግዲ ዓርክ ዘይብላስ ትከሰስ ኣንትሰሰን ንስኽኸ ገለ ዝፈትኽዮ ወይ ዝፈትወኪ ጎበዝ የብልክን ያ ሳራ ንዕል ጓም ግበሩሉ መልሓስኩም ሕጅስ ዓባይ ሰበይቲ ኮይንክም በር ተሰሚዕክኒ ዓባይ እንዴ ደሓር ከኣ ሸያባይ ትፀውዕ ለባም ፀውዕ እንዲ ድበሃል ግዲ ሕራይ ኣደይ ለባ ሕጂ ግን ገዛ ምምሳይ ከይጣዓስ እዛ ዘረባ ኣፀውያ ዓጽዋለ ዶርሐየ ሓልዮት እኳ ኣይደዛርበን ደሎ። ሳራ መሓርኒ እንዶ ብመርዓ ሓልዮት የለን። እሂ ምስ ወዲ ምንባር ከ ካብ መዓስ እዩ ምስ ሓልዮት ተጸብጺቡ ዝፍለጥ? ጽልኦ ነይ።
ምስ መን ዲኺ ክትጨፍሪ ተንስኢ ዘለኺ? ምስ ጥሪት ዲኺ?
ዎው ሕጂ እንዶ ግዲ ኣዕሊሉኒ። ቃሕ ዝበለኪ ወዲ የለን? ንስኺ ትምሕርኒ ትመስልኒ ዲኺ? ሳራ ዓይነይ እዛ ሓክያ ካልእ መዓልቲ ክቕጽለልኪ ይሓረዶ። ሕጂ ግን ኣብ ርእሲ ሕማመይ ሕማም ከይትውስኽኒ ስቕ በሊ።